ብስሚላህ ወልሓምድሊላህ ወሰላቱ ወሰላሙ ዓላ ረሱሊላህ ሰለላሁ ዓለይሂ ወሰለም ብመጀመርያ ክቡራት ኣሕዋተይ ኣሰላሙ ዓለይኩም ወራሕመቱላሂ ወበረካቱ ናይ ሎምዓንቲ ንኡስ ኣርእስትና ሖል ከምኡውን ኒሳብ ዝብሉ ረቋሒታት ኣብ ዘካት እንታይ እዮም ግርም! ኒሳብ እንታይ ማለት እዩ? ኒሳብ ማለት ዘካት ክወጾ ዝግብኦ ካብ ንብረት ወይ ገንዘብ፣ ጥሪት፣ ወርቂ፣ ብሩር፣ ክንደይ ምስ ኣኸለ እዩ ዘካት ዝወጾ ኢልካ ምውሳን ወይ መለክዒ ምሃብ እዚ ኒሳብ ተባሂሉ ይጽዋዕ። እቶም ዘካት ዝምልከቶም ነገራት ትሕቲ ኒሳብ ተኾይኖም ዘካት ኣይወጾምን እዩ። እዚ ክበሃል ከሎ ንኣብነት ካብ ገመል ልዕሊ ሓሙሽተ እንተደኣ ትውንን ኮይንካ ዘካ ተውጽኣለን። ብሩር ልዕሊ ሓሙሽተ ሚእትን ተስዓን ሓሙሽተን ግራም ትውንን እንተኾይንካ ዘካ ተውጽኣሉ። ወርቂ ልዕሊ ሰማንያን ሓሙሽተን ግራም ትውንን እንተኾይንካ ዘካ ተውጽኣሉ። እኽሊ ልዕሊ ሽዱሽተ ሚእትን ሓምሳን ሰለስተን ኪሎ ግራም ትውንን እንተኾይንካ ዘካ ተውጻሉ። እዚ እቲ ሸሪዓዊ መለክዒ ናይቶም ማል ወይ ጥሪት ወይ ገንዘብ ኣኺሉ፣ ኒሳብ ኣኺሉ፣ እቲ መጠን በቒዑ ይበሃል። ስለዚ ቀዳመይቲ ሕቶ ክትምለስ ዘለዋ እቲ መጠን ወይ ብዝሒ ዘካት ክወጾ ይግባእ ተባሂሉ ዝተወሰነ ማለት ኒሳብ ክፍለጥ ኣለዎ። እዚ እንተድኣ ተፈሊጡ ብድሕሪኡ ዝመጽእ መለክዒ ድማ ሖሊ። ሖል እንታይ ማለት እዩ? ሖል ማለት እቲ ዘካት ክወጾ ዝበቐዐ ንብረት ወይ ገንዘብ ዓመት ክጸንሕ ኣለዎ ማለት እዩ። ንኣብነት ሎሚ ናይ ሓሙሽተ ሚእትን ተስዓን ሓሙሽተን ግራም ብሩር ዘግዝእ ገንዘብ ተወኒንካ ካብ ሎሚ ዓመት ጸኒሕካ ዘካት ተውጽእ። እዚ ድማ ሖል ወይ ዓመት ጸኒሑ ይበሃል። ኩሎም ዓይነት ዘካት ዝወጾም ንብረት ወይ ጥሪት ወይ ገንዘብ ዓመት ይጽበዩ ማለት ኣይኮነን። ንገሊኦም እዚ ሕጊ'ዚ ኣይምልከቶምን እዩ። ንኣብነት እኽሊ እንተደኣ ከተውጽእ ደሊኻ ዘካት ኣብታ መዓልቲ ዝሓፈስካላ ካብታ ዓውዲ እንታይ ትገብር ዓሽራይ ኣፍ ዘካት ተውጽእ ማለት እዩ። ኣብዚ ክንርድኦ ዘለና ድማ እቲ ዕለት ብሂጅርያ ደኣ እምበር ብፈረንጂ ኣይቁጸርን እዩ። ምኽንያቱ ዒባዳታት ብሙሉኦም ብኣቋጻጽራ ናይ ወርሒ ዝተዋሰቡን ዝተኣሰሩን እዮም። በዚ ምኽንያት ኣብ መንጎ ኣቋጻጽራ ሂጅርያን ኣፍረንጅን ኣብ ዓመት ናይ ዓሰርተ ሓደ መዓልታት ፍልልይ ኣሎ። እዚ ማለት ከኣ ኣብ ውሽጢ ሰላሳን ሰለስተን ዓመት ኣስታት ናይ ሙሉእ ሓደ ዓመት ፍልልይ ኣሎ። ነዚ ፍልልይ እዚ ንምሽፋን እንታይ ክትገብር ኣለካ ኣገባብ ክትቅይር ኣለካ። ከመይ እንተደኣ ኣነስ ብኣቋጻጽራ ኣፍረንጂ ተዘይኮይኑ ብህጅርያ ክቆጽር ኣይክእልን እየ እቲ ናተይ ኢንቨንተሪ ወይ ጸብጻብ ብፈረንጂ እዩ እንተደኣ ኢልካ ጸገም የለን እንታይ ትገብር እቲ ገንዘብ ናትካ ኣብ ክንዲ ንክልተን ፈረቃን ንክልተ ነጥቢ ሓምሳን ሸውዓተን እንታይ ትገብር ብክልተ ነጥቢ ሓምሳን ሸውዓተን ሚእታዊ ዘካ ተውጻሉ ንኣብነት ዓሰርተ ሽሕ ርያል እንተ ኣልካ ክልተ ሚእትን ሓምሳን ርያል ተውጽእ ዘካት እንተ ብሂጅርያ ትቆጽር ኮንካ እንተ ብፈረንጂ ትቆጽር ኮንካ ግን ክልተ ሚእትን ሓምሳን ሸውዓተን ርያል ተውጽእ ምክንያቱ ዓሰርተ ካብ ዓሰርተ ሽሕ ክልተ ነጥቢ ሓምሳን ሸውዓተን ሚእታዊ ስለቲ ዘካት ዝወጽእ ማለት እዩ ስለዚ እቲ ሸውዓተ ቅርሺ ዝያዳ ነቲ ኣብ ውሽጢ ዓመት ዝመጽእ ናይ ኣስታት ዓሰርተ ሓደ መዓልቲ ፍልልይ ይሽፍነልካ፣ ካቨር ይገብረልካ ማለት እዩ። ብተወሳኺ ኒሳብ ኣኺሉ ዕለቱ ክቆጽር ዝጀመረ እቲ መጠን ወይ ኒሳብ፣ ቅድሚ ዓመት ምስ ዝጎድል ውይ ዝጭረስ እቲ ሖል ይቋረጽ ኣብታ ኒሳብ ዝማለኣትላ ግዜ ከም ብሓድሽ ክቆጽር ይጅምር ንኣብነት ኣብ ወርሒ ሓደ ኒሳብ ዝኣኸለ ገንዘብ እንተድኣ ዘካት ከተውጽኣሉ ኮንካ ንዓመትኡ ወርሒ ሓደ ዘካት ተውጽእ ላኪን ኣብ ሞንጎ እዛ ዓሰርተ ክልተ ወርሒ እቲ ኒሳብ እንተድኣ ጎዲሉ ወይ እንተድኣ ተወዲኡ እቲ ነገር ታይ ኮይኑ ማለት እዩ እቲ ነገር ፈሪሱ ኣሎ ከም ብሓዱሽ እንተድኣ መሰለን ድሕሪ ዓሰርተ ሓደ ወርሒ እቲ ኒሳብ እንተድኣ ተመሊሱ ኣብ ወርሒ ዓሰርተ ሓደ ሓደ ኢልካ ክትቆፅር ትጅምር ምክንያቱ እቲ ቅድሚኡ ዝነበረ ዋርሒ ዓሰርተ ሓደ ወርሒ እቲ ኒሳብ ስለ ዝጎደለ ከም ብሓዱሽ ካብታ ዝመለኣትላ ዕለት ከዓ ሓደ ኢልካ ጀሚርካ ንዓመትኡ